ሰላም ጥዕና ሃበለይ ከመይ ጸንሑ ክብራት ተመልከቲ ቴሌቪዥን ድምፂ ያነ ትግራይ ነዚ ዕለት ዝበልናዮም ዜናታት እንሆ ብዜና ዓወት ክንፍልም ኣብ ወፍሪ ፀሓይ ብራቕ ብመስተንክራዊ ጅግንነትን ተኸታታሊ መጥቃዕትን ዝቕፅል ዘሎ ሓየት ሰራዊት ትግራይ ኣብ ምዕራብ ግንባርን ግንባር ወልድያን ደብረታወርን ብዝፈነዎ መጥቃዕቲ ልዕሊ 12200 ሓይሊ ፀላኢ ካብ ጥቕሚ ወፃኢ ምግባሩ ወታደራዊ ወሃቢ ቃል ሰራዊት ትግራይ ኣፍሊጡ ኣሎ። ኣብዚ ካብ ሸሞንተ ክሳብ ዓሰርተ ሓሙሽተ ነሓሰ ክልተ ሽሕን ዓሰርተ ሰለስተን ዓመተ ምህረት ዝተገበረ ዕዉት ውግእ ታንክን ሞርታርን ሓዊሱ ብኣማኢት ዝቑጸሩ ማእኸሎት ብረታትን ብኣሽሓት ዝቑጸሩ ፎከስቲ ብረታትን ከምኡ'ውን ብርክት ዝበሉ ዝተፈላለየ ዓይነት ተሽከርከርትን ኣብ ኢድ ሓየት ሰራዊት ትግራይ ከምዝኣተወ እውን ወታደራዊ ወሃቢ ቃል ሰራዊት ትግራይ ኣፍሊጡ'ሎ።
ኣብዚ ዋና ውይ ተፅዕኖ እዩ ነይሩ እዚ ግን ካብ መጠን ላዕሊ ደስ ኢልና ብጣዕሚ ፀሓይ በሪቑና ክንብል ንኽእል ኢና ሓንቲ እንኮ ህይወቶም ንሳ ክኸፍሉ ንበረኻ ከይዶም እሞ እዞም ደቅና ጀጋኑ ታሪክ ሰሪሖም ክምለሱ ከለው ካብ መጠን ንላዕሊ እዩ ተሓጒስና።
ፈርስት ናይት ማን እዩ ነይሩ ትወደይለ ዓወት ኢለዮ ኣብ ትግራይና
ክልተ ሰለስተ ግዘ ሲዕርናዮም ብቀፃሉ ንክስዕሮም ኢና ኩሉ ግዘ ከዓ ትግራዋይነት ናተኩልዕ እዩ ክነብር
ናይ ቁፅሪ ልዕልነት ናይ ተኹሲ ልዕልነት ዝነበሮ ጸላኢ እዩ ክንድምስስ ኢልና ተበጊስና ስለ ኣይኮነን ሃዲሙ ሰራዊት ተዋጊኡ ስዒርዎ ብጅግንነቱ በሊጹ
እዞም ዝጨፍጨፉና ከም ወታደር ነ እቲ ሓይሎም ተዘይደምስስናዮም ሓራኹም ዘይንወፅእ ስለ ዝፈልጥ ምስ ኩልኹ ኢድ ንምሃብ እውን ክዕድል ዘይትንኩ እዮም ዝብሉ ከም ወታደራት ኢድ ኢድ ንክተውፅኡ በጢሱ በጢሱ ይሓርኩም
እሳቶም ናይ ኣቦኦም ይገብሩ ኣንሕና ከዓ ናይ ኣቦና ንገብር ስረ ናይ ወለድና እዩ ተኣምር ሰራሕቲ እዮም ቶም ደቅና ትሕለብዛ ሕይወተይ ዓለም ጽብቕቲ ትግራይ ክትኮን እዩ ዝድሊ ኣነ ንቤተይ ማት መፅን ትግራይ ስዒራ ትግራይ ትዕወት ትስዕር እውን እስካዕ መጨረሻ
ናብ ካልኦት ዜናታትና ክንሰጋገር ኣብ ትግራይ ዘተሓሳስብ ኩነታት ሰብኣዊ ቅልውላው ከም ዘሎን ኣብ ስራሕቲ ሰብኣዊ ሓገዝ ትግራይ መሪሕ ተራ ዘለዎም ዩኤስኤድን ኦቻን ምንቅስቓሶም ጠጠው ከም ዘበሉን ቤት ጽሕፈት ጉዳያት ወጻኢ ትግራይ ኣፍሊጡ ኣሎ። ቤት ጽሕፈት ጉዳያት ወጻኢ ትግራይ ንህልው ኾነታት ሰብኣዊ ቅልውላው ትግራይ ኣመልኪቱ ኣብ ዘውጽኦ መግለጺ ኣብዚ ሕዚ እዋን ልዕሊ ክልተ ነጥቢ ክልተ ሚልዮን ተመዛበልቲ ኣብ ግዝያዊ መጽለሊ ዓቒቦም ከም ዘለውን ኣብ ከተማታት ሽረ፣ ኣክሱም፣ ዓድዋ፣ ዓዲግራትን መቐለን ኣብ ዝርከቡ ተመዛበልቲ ወገናትና እቶም ዓሰርተ ሚኢታዊ ጥራሕ እዮም ግልጋሎት ጥዕናን ፅሩይ ዝስተ ማይን ዝረኽቡ ዘለዉ ኢሉ'ሎ። ብተወሳኺ ካብ ህፃናት፣ ደቂ ኣንስትዮን ጉዳኣት ኣካልን ተመዛበልቲ እቶም እኹል ክበሃል ዝኽእል ሓገዝ ዝረኽቡ ዘለዉ ሰላሳን ክልተን ሚኢታዊ እዮም። መንግስቲ ትግራይን ገበርቲ ሰናይ ትካላትን ንፅጉማት ወገናትና ዘድሊ ሓገዝ ንምቕራብ ከምዝተፀገሙን ብፍላይ ኣብ ትግራይ ኣብ ዝካየድ ስራሕቲ ሰብኣዊ ሓገዝ መሪሕ ተራ ዘለዎም ትካል ተራድኦ ኣሜሪካን ዓለምለኸ ልምዓት፣ USAID፣ ን ቤት ጽሕፈት ምትሕብባር ሰብኣዊ ሓገዝ ውድብ ሕቡራት ሃገራትን ማለት እውን ኦቻን ብሰንኪ ሕጽረት ቀረብ ምግብን ነዳድን ንግዜኡ ስራሕቶም ጠጠው ከብሉ ከም ዝተገደዱ እቲ ቤት ጽሕፈት ኣመልኪቱ ኣሎ። ፋሽስት ኣብዪ ኣሕመድ ብሰንኪ ዝፈጠሮ ዕንቅፋት ኣብቲ ዝሓለፈ ሰሙን ናብ ትግራይ ክኣትዋ ካብ ዝነበረን ሸሞንተ ሚእቲ ረድኤት ዝጸዓና መኻይን እተን ሰላሳን ክልተን ጥራሕ እየን ናብ ትግራይ ኣትየን ኢሉ ኣሎ ቤት ጽሕፈት ጉዳያት ወጻኢ መንግስቲ ትግራይ። ብሰንኪ ወራር ፋሽስት ኣብይ ኣሕመድን መላፍንቱ ሓይልታትን ህዝቢ ትግራይ ኣብ ከቢድ ዝኾነ ጸገም መነባብሮ ከም ዝጠሓለ ተገሊጹ ኣሎ። ኣብ ትግራይ ብሰንኪ ወራር ፋሽስት ኣብይን መላፍንቱ ሓይልታት ወረርትን ዘተሓሳስብ ሰብኣዊ ቅልውላው ከም ዝተኸሰተን ናብ ትግራይ ድማ ሰብኣዊ ሓገዝ ክኣቱ ከም ዘይኸኣለን ኣይሲኤን ዝተብሃለ ማዕከን ዜና ካቶሊካውያን ዓለምና ኣፍሊጡ። ብሰንኪ ወራር ፋሽስት ኣብይ ኣሕመድን ቨላፍልቱ ሓይልታትን ኣብ ትግራይ ዝነብሩ ሰለማውያን ወገናትና መነባብሮኦም ኣብ ከቢድ ፀገም ከምዝወደቐ ድማ ተገሊፁ ኣሎ። ብኻልእ ወገን ሰራዊት ትግራይን ሰራዊት ግንባር ሓርነት ኦሮሞ ማለት እውን ኦነግን ኣብ ልዕሊ ጉጅለ ፋሽስት ኣብይ ኣሕመድ ፀቕጢ እናፈጠሩ ከምዝኾነን ሰራዊት ኦነግ ንቀንዲ መራኸቢ ጽርግያ ኬንያን ኢትዮጵያን ከም ዝተቖጻጸረን እቲ ማዕከን ዜና ሓቢሩ'ሎ። ፋሽስት ኣብዪ ዓለም ለኸ ሓገዝ ንምርካብ ላዕልን ታሕትን እናበለ ከም ዝርከብን ኣብቲ ዝሓለፈ ሰሙን ናብ ቱርኪ ከም ዝገሸን ዘዘኻኸረ እቲ ጸብጻብ፣ መንግስቲ ቱርኪ ድማ ምስ መንግስቲ ትግራይን ሱዳንን ከም ዘሸማግሎ ቃል ከም ዝኣተወሉ ኣመላኺቱ'ሎ።

ካብ ድምፂ ወያነ ትግራይ ዜናታትና ሐዚ እናቐፀሉ እዮም። መንግስቲ ኣሜሪካ ኣብ ልዕሊ ህዝቢ ትግራይ መዳርግቲ ኣልቦ ግፍዕታት ናይ ዝፈፀመ ባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቂ ኢታማዦር ሹም ጀነራል ፍሊጶስ ወልደ ዮሃንስ ከቢድ ማዕቀብ ኣንቢሩሎም። ብጀነራል ፍሊጶስ ወልደ ዮሃንስ ዝምራሕ ባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቂ ኣብ ልዕሊ ህዝቢ ትግራይ ሰፊሕ ዝኾነ ጅምላዊ ቐትለት፣ መርሸንቲ፣ ፆታዊ መጥቃዕቲ፣ መግረፍትን ምዕናው ትካላትን ከም ዝፈፀመን ብዙሓት ወገናትና ድማ ብኣስገዳድ ከም ዘፈናቐለን ናብ መረበቶም ንኸይምለሱ ከም ዝኸልኸለን ሚኒስተር ጉዳያት ወጻኢ ኣሜሪካ ገሊጹ ኣሎ። መንግስቲ ኣሜሪካ ባዕዳዊ ሰራዊት ውልቀ መላኺ ኢሳያስ ንዝፈጸሞም ገበናት ብትረት ከም ዝኹንን ብምሕባር እቲ ባዕዳዊ ሰራዊት ኣብ ቀረባ እዋን ተመሊሱ ናብ ትግራይ ምእታዉ ከም ዘተሓሳሰቦ እቲ ሚኒስተር ኣብ ዝዘርግሖ መግለጺ ፕረስ ሓቢሩ ኣሎ። ብጀነራል ፍሊጶስ ዝምራሕ ባዕዳዊ ሰራዊት ውልቀ መላኺ ኢሳያስ ኣፍወርቂ ኣብ ትግራይ ዘስካሕከ ግፍዕታት ከምዝፈጸመ ዝገለጸ መንግስቲ ኣሜሪካ በዚ ዝተልዓለ ኣብ ልዕሊ ኢታማዦር ሹም ፍሊጶስ ወልደ ዮሃንስ ግሎባል ማግኒስቲክ ኣክት ንዝተብሃለ ኣዋጅ ብምትሕልላፉ ከቢድ ማዕቀብ ከምዘተሓላለፈሉ ዕላው ገይሩ ኣሎ። እቲ ኣሜሪካ ዘመሓላለፈቶ ውሳነ ኣብ ትግራይ ዝተፈላለዩ ግፍዕታትን ጽሕሰት ሰብኣዊ መሰላትን ዝፈጸሙ ኣካላት ካብ ሕጊ ከምዘየምልጡ መርኣያ ከምዝኾነ ድማ ተሓቢሩ'ሎ። ኣብ መወዳእታ ኣብ ተመሳሳሊ ዜና መንግስቲ ኣሜሪካ ብመሰረት ዘሕለፎ ውሳነ ኣብ ኣሜሪካ ዝርከብ ሃፍቲ ጀነራል ፊሊጶስ ወልደ ዮሃንስ ከም ዝተኣገደ ተሓቢሩ ኣሎ። ሚኒስተር ገንዘብ ኣሜሪካ ትማሊ ኣብ ዘውፅኦ መግለፂ ፕረስ ኣብ ኣሜሪካ ኣብ ኢድ ኣካላት ኣሜሪካን ዜጋታት እታ ሃገርን ዝርከብ ጀነራል ፊሊጶስ ዝውንኖ ኩሉ ንብረትን ገንዘብን እገዳ ከም ዝተገበረሉ ኣፍሊጡ ኣሎ። ብተወሳኺ ንጀነራል ፍሊጶስ ዝኾነ ዓይነት ንብረትን ገንዘብን ምትሕልላፍን ወፈያ ምግባርን በዚ ውሳነ እዚ ተኸልኺሉ ኣሎ። ኣሜሪካ ብቐጻሊ እውን ኣብ ትግራይ ዝተፈላለዩ ግፍዕታትን ጥሕሰት ሰብኣዊ መሰላትን ኣብ ልዕሊ ዝፈጸሙ ኣካላት ተመሳሳሊ ስጉምቲ ከም እትወስድ እቲ ሚኒስትር ገሊጹ ኣሎ። ብተወሳኺ እቲ ሚኒስትር ኩሎም ተጻባእቲ ወገናት ምቁራጽ ተኹሲ ንምግባር ዘተ ንኽጅምሩ ባዕዳዊ ሰራዊት ውልቀ መላኺ ኢሳያስ ድማ ብቕልጡፍ ካብ ትግራይ ንኽወጽእን ኣተሓሳሲቡ ኣሎ። ቅድሚ ሒደት ኣዋርሕ ሕብረት ኣውሮፓ ኣብ ልዕሊ ሓላፊ ሃገራዊ ድሕንነት ስለያን መንግስቲ ውልቀመላኺ ኢሳያስ ኣፈወርቂ ዝኾነ ጀነራል ኣብርሃ ካሳ ተመሳሳሊ ማዕቀብ ከም ዘንበረ ዝዝከር ኾይኑ ክልቲኦም ውልቀሰባት ማለት እውን ጀነራል ፍሊጶስ ወልደዮሃንስን ጀነራል ኣብርሃ ካሳን ኣብ ልዕሊ ህዝቢ ትግራይ ኣብ ዝተፈፀመ መዳርግቲ ኣልቦ ግፍዕታት መሪሕ ግደ ከም ዝተፃወቱ ይፍለጥ እዩ። እምበኣርከስ ዝኸበርኩም ተመልከትቲ ተለቪዥን ድምፂ ወያነ ትግራይ ነዚ ዕለት ዝበልናዮም ዜናታት እውን ኣብዚ ዛዚምና ኣለና። ስለ ምክትታልኩም ኣመስጊና ክንፍለየኩም ሃለዋትናን ድሕንነትናን ብቕልፅምና ትግራይ ትስዕር። ሰላም